ሰላም ክቡራት ተኸታተልቲ ከመይ ኣለኹም? ንሎሚ ሒዘልኩም መጺኤ ዘለኹ መደብ ሓንቲ ካብ ልባ እተፍቅረካ ጓል ኣንስተይቲ እትገብሮም ነገራት እየ ክዝርዝረልኩም። በዞም ዝህበኩም ነጥብታት ድማ ኣብ ጎንኹም ዘላ ጓል ኣንስተይቲ የፍቅረካ እየ ስለ ዝበለትካ ዘይኮነስ ብናትካ ሜላ ኣብ እትገብሮም ነገራት ከመይ ካብ ልብኻ ካብ ልባ ምዃናን ዘይምዃናን ክትፈልጣ ከም እትኽእል እየ ክነግረኩም። በዘን ዝህበኩም ነጥብታት ድማ ትፈልጥዋ። ሓንቲ ካብ ልባ እተፍቅረካ ጓል ኣንስተይቲ ምስ መሓዙትካን ቤተሰብካን ክተላለየካ ትደሊ ቀዳማይ ነገር ማለት እዩ። እዚ ማለት ምስ መሓዙትካን ቤተሰብካን ክትላለ ትደሊ፣ ክትረኣ ትደሊ፣ ከምኡውን ምስ መሓዙታን ቤተሰባን ክትረኣ ትደልየካ። ምሳኻ ክትረኤ ትደሊ ፍቕሮም ቤተሰብካ ንኣኻትኻን ክፈልጡላ ትደሊ እንተድኣ ኮይና እዚ እቲ ቀዳማይን ወሳንን መግለጺ ሓቀኛ ኣፍቃሪትካ እዩ እንተዘየለ ምስ መሓዙትካን ምስ መሓዙትካ ይኹን ምስ ቤተሰብካ ክትላለ ዘይትደሊ ፍቕሮም ሕቡእ ክኸውን ትደሊ ዓይነት ሰብ እንተኾይና ግና ርክብኩም ደጊምካ ምምርማር ከድልየካ እዩ እዚ ከምዚ ዓይነት ኣካይዳ እውን ንዓኻ ሓደገኛ እዩ ምክንያቱ ንስኻ ኢውዒልካ ሓዲርካ ምጉዳእካ ኣይክተርፍን ይባ ንዓኣ ንዓኻ ከም መጻንሒ እውን ትጥቀመልካ ክትህሉ ትኽእል እያ ዓርከይ ትብላ እንተ ሃልይዋ ውን ተጣባባቒ ምናልባት እቲ ሓደ ተዘይ ተሰሚርለይ ኢላ ተጣባባቒ ሒዛትካ ክትህሉ ትኽእል ኢያ ስለዚ ካምዚ ካብ ከምዚኤን ደቂ ኣንስትዮ ራሓቕ ካልእ ካብዚ ዝዓቢ ናይ ልቢ ስብራት ውን ከጋጥመካ ይኽእል ኢዩ ማዓዝ ዝፍቀራ ዘፍቅራኻ ቁኑዕ ልቢ ዘሎን ደቂ ኣንስትዮ ኣለዋ ኢየን ስለዚ ንስኻ ክትቀርባ ዘለካ ጓል ኣንስተይቲ እታ ምስ ማሓዙትካን ምስ ቤተሰብካን ክትላለ ትደሊ ከምኡ ውን ምስ ማሓዙታን ቤተሰባን ክትላልየካ እትደሊ ዓይነት ሰብ ክኸውን ይግባእ። እቲ ካልኣይን ወሳኒን ነገር ሓቀኛ ኣፍቃሪትካ እትፈልጠሉ መንገዲ ድማ ንፍቕርኹም ኢላ ብዙሕ መስዋእቲ እትኸፍል ዓይነት ኣፍቃሪት እያ። ንዓኻ ደስ ንኽተብል ብዙሕ መስዋእቲ ትኸፍል፣ ንሓሳብካ ዋጋ ሂባ፣ ኣፈላላይ ሓሳብ እንተጋጥም እንትህልዎ ከምኡ'ውን እንተኾነ ኣነ ዝበልክዎ ይኹን ዘይኮነስ ከመይ ይሓይሽ ኢላ እትረዳድኣካ ማለት እዩ። እንተዘየለ ሓሳብካ ዘይተዳምጸካን ሓሳብካ ዋጋ ዘይትህብን እንተኾይና እቲ እዚ መግለጺ ሓቀኛ ፍቕሪ ኣይኮነን። ሓቀኛ ኣፍቃሪትካ ትበሃል ትግደሰልካ እንተኾይና እዩ ባይ ዘ ዌይ ዘይትግደሰልካ ምዃና ብብዙሕ መንገዲ ክትርድኣ ትኽእል ኢኻ ክትድውለላ ከለኻ ስራሕ እዩ ዘለኹ ትብለካ ማለት ብዙሕ መመኽነይታታት ትድርድር ዓይነት ሰብ ወይ ድማ ናብዚ ሓሲበ ኣለኹ ናብዚ መገሻ ሒዘ ኣለኹ ገለ በለ እንዳበለት ደሓር እውን መሊሳ ዘይትብል ማለት ያን ያህል ንስኻ ክትደልያ እንከለኻስ ተገዳስነት ዘይተርእየካ ዓይነት ሰብ እንተኾይና ማለት ዋላ ብኣፋ የፍቅረካ እየ እንተበለትካ ካብ ልባ ከምዘይኮነት ክትርዳእ ትኽእል ኢኻ ክረኽበኪ እየ ክትብላ እንከለኻ ምኽንይታት ምድርዳር መግለጺ ሓሰውቲ እዚ ከምዚ ዓይነት ምኽንይታት ምብዛሕ እውን መግለጺ ዘይቁንዓት ሰባት ወይ ድማ ናይ ሓሶት ሰባት እዩ ማለት ዘይጽግማ ወይ ኩሉ ግዜ ይጥዕማ ማለት ኣይኮነን ግን ተደጋጋሚ ክኸውን እንከሎ ምግምጋም ክድልየካ እዩ ከንቲ ግዜኻ ኣይተጥፍእ እዛ ሰብ እዚኣ ኣይትግደሰልካ ምኽንያቱ መስዋእቲ ከፊላ ክትረኽበካ ወይ ክትድውለልካ ኣይከኣለትን እዛ ሰብ እዚኣ ከም ግዜ መሕለፊት ትጥቀመልካ ደኣ ኣላ እምበር ንዓኻ እትኸውን ሰብ ኣይኮነትን። እታ ንዓኻ እትኸውን ብስለኻ፣ ብስለ ሓሳብካ እትግደስ፣ ንደስታኻ ኢላ ዋጋ እትኸፍል፣ ሓሳብካ እተዳምጸካ፣ ኩሉ ግዜ ንዓይ ጥራሕ ስምዓኒ ዘይትብለካ እያ። ስለዚ እታ ንሓሳብካ በጃ እትኸውን ናይ ብሓቂ ሰብካ እያ ኣስተብህለላ። ሳልሳይ፣ ብዛዕባ ቤተሰብካን ኣዕርኽትኻን ትግደስ። ሓደ ሰብ ብዛዕባ ኣቦኻ፣ ኣዴኻ፣ ሓውካ፣ ኣዕርኽትኻ ዘይግደስ እንተኾይኑ ብዛዕባኻ ይግደስ እየ ክብለካ ኣይክእልን እዩ። ሓንቲ ጓል ኣንስተይቲ ኣብ ልባ ካብ ልባ ተፍቅረካ እንድሕር ኮይና ብዛዕባ ቤተሰብካ፣ ብዛዕባ ኣዕርኽትኻ፣ ብዛዕባ ኩሎም ኣብ ዙርያኻ ዘለዉ ሰባት ትግደስ። ሃለዋቶም፣ ኩነታት ጥዕንኦም ትሓተካ። እታ ንዓኻ ትግደሰልካ ጓል ኣንስተይቲ እቶም ንስኻ እትግደሰሎም ኣብ ዙርያኻ ዘለዉ ሰባት የገድስዋ እዮም። ስለዚ ከምዚ ዓይነት ኣብ ዙርያኻ እንተሃልያ ሃየ ኣስተብህለላ። ራብዓይ፣ እታ ቀዳመይቲ ኣድናቒትካ እያ። ሓንቲ ካብ ልባ እተፍቅረካ ጓል ኣንስተይቲ እታ ቀዳመይቲ ኣድናቒትካ እያ። ምናልባት ንስኻ ዋላ ብዙሕ እዩ ዝተርፈኒ ትብል ማለት እውን ኣብ ዝለዓለ ደረጃ ንክትበጽሕ ብዙሕ ትጽዕር ትኸውን። ንሳ ግን እቲ ሕጂ ዘለኻዮ ማለት እውን ትገብሮ ነገራት ብእኡ ተድንቐካ። በቲ ሕጂ ዘለኻዮ ተነቓቃል። ንስኻ ኣብ ዝሃለኻ ደረጃ ሃሉ እንድሕር እታ ጓል ኣንስተይቲ ካብ ልባ ተፍቅረካ ኮይና እታ ዓብይ እታ ዓባይ ኣድናቒኣ እያ እታ እታ ቀዳመይቲ ኣድናቒትካ እያ ዓባይቲ ባል ኣድናቒትካ እያ እታ ቀዳመይቲ ሓጋዚትካ ውን እያ ኣንጻርካ ንዝኾኑ ተሓል ተሓሊቓ ኣብ ክንዳ ክትማጎተልካ ንዓኻ ድማ እቲ ዝበለጸ ሰብ ንኽትከውን ትተባብዓካ ኩሉ ግዜ ኣብ ትገብሮ ጉዕዞ ኣብ ጎንኻ ምዃና ውን ተረጋግጸልካ ካብ ዝሕብሕበካን ዘተባብዐካን ልዕሊ ሓጋዚ የለን እዩሞ ኣብ ጎንኻ ምህላውካ እቲ ዝበለጸ ህያብ ኣምላኽ ዝዓደላ ምዃና እውን ተረጋግጸልካ ስለዚ ከምዚ ዓይነት ጓል ኣንስተይቲ ኣብ ጎንኻ እንተልያ ኣስተብህለላ እታ ልባዊት ሰብ ድማ ንሳ እያ ኣብ ህይወትካ ኣብ ትገብሮ ጉዕዞ ንዘጋጥሙኻ ብድሆታት እውን ሓጋዚትካ እያ ስለዚ ክቡራት ተኸታተልቲ ካብዚ ዘቕረብኩልኩም መደብ ብዙሕ ተረዲእኹም ተማሂርኩም ክትኮኑ ተስፋ ይገብር በዛ ቪድዮ ድማ ሓንቲ ጓል ኣንስተይቲ የፍቅረካ'የ ስለ ዝበለትካ ብኣፋ ዘይኮነስ ብስልትኻ ማለት ብሜላኻ ከመይ ልባ ካብ ልባ ምዃናን ዘይምዃናን ትፈልጥ ከምኡ'ውን እታ ኣብ ጎንኹም ዘላ ጓል ኣንስተይቲ ካብ ልባ ድያ ትቐርበኩም ዘላ ኣፍቂራትኩም ድያ በዘን ዝሃብኩኹም መገድታት ፈሊጥኩም ክትኮኑ ተስፋ ይገብር ናይ ሎም ሕጀልኩም ዝቐረብኩ መደብ ኣብዚ ይዛዘም ካሊእ መዓልቲ ብኻሊእ መደብ ክሳዕ ንራኸብ ድማ ሰላም ንዓኹም ቻነለይ ሳብስክራይብ ላይክ ምግባር ኣይትረስዑ ከምኡውን ዘለኩም ሓሳብ ኣብ ኮመንት ጸሓፉለይ ቻው ሰላም የራክበና።